ቀዳመይቲ መልእኽቲ ዮሃንስ ምዕራፍ ሓደ እቲ ኻብ መጀመርታ ዝነበረ ንሕና ዝሰማዕናዮ እቲ በዒንትና ዝረኤናዮ እቲ ዝጠመትናዮ ኣእዳውናውን ዘረምሰስኦ ብዛዕባ እቲ ቓል ህይወት፣ ህይወት ድማ ተገልጸት፣ ነታ ምስ ኣቦ ዝነበረት፣ ንኣና ኸኣ እተገልጸት ናይ ዘለኣለም ህይወት ርኢናያ ኢና እሞ፣ ንምስክር፣ ንነግረኩምውን ኣሎና። ንስኻትኩም ድማ ምሳና ሕብረት ምእንቲ ኽህልወኩም ኢልና፣ እቲ ዝረኤናዮን ዝሰማዕናዮን ንዓኻትኩም ንነግሮ ኣሎና። ሕብረትናውን ምስ ኣቦን ምስ ወዱ የሱስ ክርስቶስን እዩ። ሓጎስና ምእንቲ ክምላእ ኢልና እዚ ንጽሕፈልኩም ኣሎና። እግዚኣብሄር ብርሃን ምዃኑን ኣብኡ ኸኣ ሓንቲ እኳ ጸልማት ከም ዘይብሉን እታ ኻብኡ ዝሰማዕናያ ንኣኻትኩምውን እንነግራ ዘሎና መልእኽቲ እዚኣ እያ። ምስኡ ሕብረት ኣሎና ኢልናስ ኣብ ጸልማት እንተ ተመላለስና ንሕሱ፣ ሓቂውን ኣይንገብርን ኢና ዘሎና። ከምቲ ንሱ ኣብ ብርሃን ዘሎ ኣብ ብርሃን እንተ ተመላለስና ግና ንሓድሕድና ሕብረት ኣሎና። ደም የሱስ ክርስቶስ ወዱውን ካብ ኩሉ ሓጢኣት የንጽሃና እዩ። ሓጢኣት የብልናን እንተ በልና ንርእስና ንጥብራ ኣሎና እታ ሓቂውን ኣባና የላን። ሓጢኣትና እንተ ተናዘዝና ንሓጢኣትና ይቕረ ክብለልና ካብ ኩሉ ዓመጻናውን ከንጽሃና እሙንን ጻድቕን እዩ። ሓጢኣት ኣይገበርናን እንተ በልና ሓሳዊ ንገብሮ ቃሉውን ኣባና የሎን። ምዕራፍ ክልተ ኣቱም ደቄየ ሓጢኣት ምእንቲ ኸይትገብሩ እዚ እጽሕፈልኩም ኣለኹ። ሓደ እኳ ሓጢኣት ዝገበረ እንተሎ ጠበቓ ኣብ ኣቦ ኣሎና፣ ንሱ የሱስ ክርስቶስ እቲ ጻድቕ እዩ፣ ንሱ ድማ ብናይ ሓጢኣትና መተዓረቒ እዩ። ብናይ ሓጢኣት ኩላ ዓለም ድማ እዩ እምበር ብናይ ሓጢኣትና ጥራይ ኣይኮነን። ንሕና ትእዛዛቱ እንተ ሓሎና ከም እንፈልጦ በዚ ኢና እንፈልጥ። ኣነ እፈልጦ እየ ዚብል ንትእዛዛቱ ኸኣ ዘይሕልዎ ንሱ ሓሳዊ እዩ፣ እታ ሓቂውን ኣብኡ የላን። እቲ ንቓሉ ዚሕሉ ግና ፍቕሪ ኣምላኽ ብሓቂ ኣብኡ ትፍጸም። ኣብኡ ከም ዘሎና በዚ ኢና እንፈልጥ። እቲ ኣብኡ እነብር ኣሎኹ ዚብል ከምቲ ንሱ እተመላለሶ፣ ንሱውን ከምኡ ዀይኑ ኺመላለስ ይግብኦ እዩ። ፍቁራተየ፣ እቲ ኻብ መጀመርታ ዝነበረኩም ብሉይ ትእዛዝ እምበር፣ ሓድሽ ትእዛዝ ኣይኰነን ዝጽሕፈልኩም ዘሎኹ። እቲ ብሉይ ትእዛዝ እዚ ዝሰማዕክምዎ ቓል እዩ። ከም ብሓድሽ ብእኡን ብኣኻትኩምን ሓቂ ዝዀነ ሓድሽ ትእዛዝ፣ እጽሕፈልኩም ኣሎኹ። ጸልማት ሓሊፉ እዩ እሞ፣ እቲ ብርሃን ሓቂውን ድሮ እኳ ይብርህ ኣሎ። ኣብ ብርሃን ኣሎኹ ዚብል፣ ንሓዉ ኸኣ ዚጸልእ፣ ክሳዕ ሕጂ ኣብ ጸልማት እዩ ዘሎ። እቲ ንሓዉ ዜፍቅሮ ኣብ ብርሃን እዩ ዚነብር፣ መዐንቀፍውን ኣብኡ የልቦን። እቲ ንሓዉ ዚጸልእ ግና ኣብ ጸልማት እዩ ዘሎ፣ ኣብ ጸልማትውን ይመላለስ፣ ጸልማት ነዒንቱ ስለ ዘዕወሮ ድማ፣ ናበይ ከም ዚኸይድ ኣይፈልጥን እዩ። ደቄ፣ ሓጢኣትኩም ስለ ስሙ ተሓዲግልኩም እዩ እሞ፣ እጽሕፈልኩም ኣሎኹ። ኣቱም ኣቦታት፣ ነቲ ኻብ መጀመርታ ዝነበረ ፈሊጥኩምዎ ኢኹም እሞ፣ እጽሕፈልኩም ኣሎኹ። ኣቱም ኣጕባዝ፣ ነቲ እኩይ ስዒርኩምዎ ኢኹም እሞ፣ እጽሕፈልኩም ኣሎኹ። ኣቱም ቈልዑ፣ ነቦ ስለ ዝፈለጥኩምዎ ጽሒፈልኩም ኣሎኹ። ኣቱም ኣቦታት፣ ነቲ ኻብ መጀመርታ ዝነበረ ፈሊጥኩምዎ ኢኹም እሞ ጽሒፈልኩም ኣሎኹ። ኣቱም ኣጕባዝ፣ ብርቱዓት ስለ ዝዀንኩም፣ ቃል ኣምላኽ ኣባኻትኩም ይነብር ስለ ዘሎን ነቲ እኩይውን ስዒርኩምዎ ኢኹም እሞ ጽሒፈልኩም ኣሎኹ። ንዓለም ወይስ ነቲ ኣብ ዓለም ዘሎ ኣይትፍተዉ። ሓደ እኳ ንዓለም እንተ ፈተዋ፣ ፍቕሪ ኣቦ የብሉን። ኵሉ እቲ ኣብ ዓለም ዘሎ ፍትወት ስጋን ፍትወት ኣዒንትን ንብረት ትዕቢትን እዚ ካብ ዓለም እዩ እምበር ካብ ኣቦስ ኣይኮነን ዓለም ትሓልፍ እያ ፍትወታ ከኣ እቲ ንፍቃድ ኣምላኽ ዚገብር ግና ንዘልኣለም ይነብር ደቀየ እዚኣ እታ ዳሕረይቲ ሰዓት እያ ከምቲ እቲ ጸረ ክርስቶስ ከም ዚመጽእ ዝሰማዕክምዎ ካብ ሕጂውን ብዙሓት ኣንጻር ክርስቶስ ተንሲኦም ኣለዉ እዚኣ እታ ዳሕረይቲ ሰዓት ምዃና በዚ ኢና እንፈልጥ ካባና ወጺኦም ግናኸ ካባና ኣይነበሩን። ካባና ነይሮም እንተዚኾኑስ ምሳና ጸኒዖም ምነበሩ ነይሮም። ግናኸ ኩላቶም ካባና ዘይምዃኖም ምእንቲ ክገሃድ እዮም ዝወጹ። ንስኻትኩም ድማ ቅብኣት ካብቲ ቅዱስ ኣሎኩም፣ ንኹሉውን ትፈልጥዎ ኢኹም። ነታ ሓቂ ትፈልጥዋ ስለ ዘሎኹም እየ ዝጽሕፈልኩም እምበር፣ ስለ ዘይትፈልጥዋስ ኣይኮንኩን። ኩሉ ሓሶት ውን ካብ ሓቂ ኣይኮነን። እቲ ንየሱስ ንሱ ክርስቶስ ምዃኑ ዚኽሕዶ እንተ ዘይኮይኑኸ መን እዩ እቲ ሓሳዊ? እቲ ነቦን ወድን ዚኽሕዶም ንሱ እዩ እቲ ጸረ ክርስቶስ። ነቲ ወዲ ዚኽሕዶ ዘበለ ኩሉ ንእኡ እቲ ኣቦ የብሉን። ነቲ ወዲ እተኣመነ ግና እቲ ኣቦ ኣሎዎ። ንስኻትኩምሲ እቲ ኻብ መጀመርታ ዝሰማዕኩምዎ ኣባኻትኩም ደኣ ይንበር። እቲ ኻብ መጀመርታ ዝሰማዕኩምዎ ኣብኻትኩም ዚነብር እንተ ዀይኑስ፣ ንስኻትኩም ድማ ኣብቲ ወድን ኣብቲ ኣቦን ክትነብሩ ኢኹም፣ እታ ንሱ ዘተስፈወና ተስፋ ኸኣ እታ ናይ ዘለኣለም ህይወት እያ። ብዛዕባ እቶም ዜስሕቱኹም እየ እዚ ዝጸሓፍኩልኩም። ንስኻትኩምሲ ካብቲ ቕብኣት ብዛዕባ ዅሉ ዚምህረኩም ዘሎ ሓቂውን እዩ፣ ሓሶት ኣይኰነን እሞ፣ ከምቲ ንሱ ዝመሃረኩም ኴንኩም፣ ኣብኡ ክትነብሩ ኢኹም። እምበኣርከ እቲ ኻብኡ እተቐበልኩምዎ ቕብኣት ኣባኻትኩም ይነብር ኣሎ እሞ፣ ሓደ እኳ ኽምህረኩም ኣየድልየኩምን እዩ። ሕጂ ድማ ደቀየ፣ ንሱ ኺግለጽ ከሎ፣ ትብዓት ምእንቲ ኽንረክብ፣ ብምጽኣቱውን ኣብ ቅድሚኡ ኸይንሓፍርስ፣ ብእኡ ንበሩ። ንሱ ጻድቕ ምዃኑ ትፈልጡ እንተ ዄንኩምሲ፣ ጽድቂ ዚገብር ዘበለ ዅሉ፣ ካብኡ ኸም እተወልደውን ፍለጡ። ምዕራፍ ሰለስተ ረኣዩ ውሉድ ኣምላኽ ክንበሃል እቲ ኣቦ ከመይ ዝበለ ፍቕሪ ሃበና ከምኡውን ኢና ስለዚ ኸኣ ዓለም ንእኡ ኣይፈለጠቶን እሞ ንኣና ኣይትፈልጠናን እያ ኣቱም ፍቁራተይ ሕጂ ውሉድ ኣምላኽ ኢና እንታይ ከም እንኸውን ከኣ ገና ኣይተገልጸን ንሱ ምስ ዝግለጽ ግና ከምታ ዘለዋ ክንሪኦ ኢና እሞ ንእኡ ኸም እንመስል ንፈልጥ ኣሎና። እዛ ተስፋ እዚኣ ኣብኡ ዘላቶ ዘበለ ዅሉ፣ ከምታ ንሱ ንጹህ ዝዀነ፣ ንርእሱ የንጽህ ኣሎ። ነፍሲ ወከፍ ሓጢኣት ዚገብር፣ ምፍራስ ሕጊ እዩ ዚገብር። ሓጢኣት ምፍራስ ሕጊ እዩ እሞ፣ ንሱ ንሓጢኣት ከርሕቖ ኢሉ ኸም እተገልጸ ትፈልጡ ኢኹም። ኣብኡውን ሓጢኣት የልቦን። እቲ ኣብኡ ዚነብር ዘበለ ዅሉ ሓጢኣት ኣይገብርን እዩ። ነፍሲ ወከፍ ሓጢኣት ዚገብር ኣይረኣዮን፣ ኣይፈልጦንውን። ደቀየ፣ ሓደ እኳ ኣየስሕትኩም። ከምቲ ንሱ ጻድቕ ዝዀነ፣ እቲ ጽድቂ ዚገብር ከኣ ጻድቕ እዩ። ድያብሎስ ካብ መጀመርታ ሓጢኣት ይገብር እዩ እሞ፣ ሓጢኣት ዚገብር ካብ ድያብሎስ እዩ። ወዲ ኣምላኽ ከኣ ግብሪ ድያብሎስ ምእንቲ ኼፍርስ ኢሉ እዩ ነዚ እተገልጸ። ካብ ኣምላኽ እተወልደ ዘበለ ዘርኡ ኣብኡ ይነብር እዩ እሞ፣ ሓጢኣት ኣይገብርን እዩ። ካብ ኣምላኽ ስለ እተወልደውን ሓጢኣት ኪገብር ኣይኰነሉን እዩ። ጽድቂ ዜገብር፣ ንሓዉ ዘየፍቅርን ካብ ኣምላኽ ኣይኰነን። ውሉድ ኣምላኽን ውሉድ ድያብሎስን በዚ እዮም ዚግለጹ። ንሓድሕድና ኽንፋቐር፣ እዚኣ እታ ኻብ መጀመርታ ዝሰማዕኩምዋ መልእኽቲ እያ። ከምቲ ኻብ እኩይ ዝነበረ ንሓዉ ኸኣ ዝቐተለ ቓኤል ኣይንኹን። ስለምንታይከ እዩ ዝቐተሎ? ግብሩ እኩይ፣ ግብሪ ሓዉ ግና ሰናይ ስለ ዝነበረ እዩ። ኣሕዋተየ፣ ዓለም እንተ ጸልኣትኩም ኣይትገረሙ። ንሕና ነሕዋት ነፍቅሮም ስለ ዝዀንና፣ ካብ ሞትሲ ናብ ህይወት ከም እተሳገርና ንፈልጥ ኣሎና። እቲ ዘየፍቅር ግና ኣብ ሞት ይነብር። ንሓዉ ዝጸልእ ዘበለ ዅሉ ቐታል ነፍሲ እዩ፣ ቐታል ነፍሲ ዝዀነ ዅሉ ድማ ናይ ዘለኣለም ህይወት ኣብኡ ኸም ዘይትነብር ትፈልጡ ኢኹም። ንሱ ንህይወቱ ኣብ ክንዳና ስለ ዘሕለፈ፣ በዚ ንፍቕሪ ንፈልጣ ኣሎና። ንሕናው ኣብ ክንዲ ኣሕዋት ህይወትና ኸነሕልፍ ይግብኣና እዩ። ግናኸ ዝዀነ ይኹን ጥሪት እዛ ዓለም እዚኣ ዘለዎ እሞ፣ ሓዉ ተሸጊሩ ከሎ እናረኣዮስ ድንጋጹ ዝዓጽወሉ ፍቕሪ ኣምላኽ ከመይ ኢላ ኣብኡ ትነብር ኣቱም ደቀየ ብግብርን ብሓቅን እምበር ብቓልን ብልሳንን ኣይንፋቐር ምንም እኳ ልብና እንተነቐፈና ኣምላኽ ካብ ልብና ዚዓብን ኩሉ ዚፈልጥን ስለ ዝኾነ ንልብና ኣብ ቅድሚኡ ነህድኣዮ እሞ ካብ ሓቂ ምዃንና በዚ ኢና እንፈልጥ ኣቱም ፍቁራተይ ልብና እንተ ዘይነቕፈና፣ ኣብ ኣምላኽ ትብዓት ኣሎና። ንትእዛዛቱ እንሕሉን ኣብ ቅድሚኡ ባህ ዜብሎ እንገብርን ስለ ዝዀንና፣ ነቲ እንልምኖ ዘበለ ካብኡ ንቕበል ኢና። ከምቲ ንሱ ዝሃበና ትእዛዝ ጌርና ብስም ወዱ የሱስ ክርስቶስ ክንኣምን፣ ንሓድሕድና እውን ክንፋቐር ትእዛዙ እዚ እዩ። እቲ ትእዛዛቱ ዚሕሉ ድማ ኣብኡ ይነብር፣ ንሱ እውን ኣብኡ ይነብር። ንሱ ኣባና ከም ዝነብር ከኣ ንሕና በዚ ዝሃበና መንፈስ ንፈልጥ ኢና። ምዕራፍ ኣርባዕተ ኣቱም ፍቁራተይ፣ ብዙሓት ነብያት ሓሶት ናብ ዓለም ወጺኦም ኣለዉ እሞ፣ እቶም መናፍስቲ ካብ ኣምላኽ እንተ ዀይኖም መርምሩ እምበር፣ ንመንፈስ ዘበለ ዅሉ ኣይትእመንዎ። ንመንፈስ ኣምላኽ በዚ ኢኹም እትፈልጥዎ፣ የሱስ ክርስቶስ ብስጋ ከም ዝመጸ ዚእመን ዘበለ ኩሉ መንፈስ ካብ ኣምላኽ እዩ። የሱስ ክርስቶስ ብስጋ ከም ዝመጸ ዘይእመን ዘበለ ኩሉ መንፈስ ድማ ካብ ኣምላኽ ኣይኮነን። እዚ ከኣ እቲ ከም ዝመጽእ ሰሚዕክምዎ ዘለኹም ናይ ጸረ ክርስቶስ መንፈስ እዩ። ሕጂውን ድሮ ኣብ ዓለም ኣሎ። ኣቱም ደቀየ፣ ንስኻትኩም ካብ ኣምላኽ ኢኹም፣ ካብቲ ኣብ ዓለም ዘሎስ፣ እቲ ኣባኻትኩም ዘሎ ዚዓቢ ስለ ዝዀነ፣ ንስኻትኩም ስዒርኩምዎም ኣሎኹም። ንሳቶምሲ ኻብ ዓለም እዮም፣ ስለዚ ኻብ ዓለም ይዛረቡ ኣለዉ፣ ዓለምውን ትሰምዖም ኣላ። ንሕና ኻብ ኣምላኽ ኢና፣ ንኣምላኽ ዚፈልጥ ይሰምዓና፣ እቲ ኻብ ኣምላኽ ዘይኰነ ኣይሰምዓናን እዩ። ንመንፈስ ሓቅን ንመንፈስ ስሕተትን ከኣ በዚ ኢና እንፈልጦ። ኣቱም ፍቁራተይ ፍቅሪ ካብ ኣምላክ እያ እሞ ንሓድሕድና ንፋቀር ዜፍቅር ዘበለ ኩሉ ካብ ኣምላክ እተወልደ እዩ ንኣምላክ ውን ይፈልጦ እዩ ኣምላክ ፍቅሪ እዩ እሞ እቲ ዘየፍቅር ንኣምላክ ኣይፈልጦን እዩ ኣምላክ ብእኡ ምእንቲ ብሂወት ክንነብር ኢሉ ንቲ ሓደ ወዱ ናብ ዓለም ብምልኣኩ እታ ፍቅሪ ኣምላክ ንኣና በዚ ተገልጸትልና ኣምላኽ ባዕሉ ስለ ዘፍቀረና ብናይ ሓጢኣትና መተዓረቂ ክኸውን ኢሉ ድማ ወዱ ስለ ዝሰደደልና እዩ እምበር ንሕና ንኣምላኽ ስለ ዘፍቀርናዮ ኣይኮነን እታ ፍቅሩ በዚ እያ ኣቱም ፍቁራተይ ኣምላኽ ከምዚ ጌሩ ካብ ኣፍቀረናስ ንሕናውን ንሓድሕድና ክንፋቀር ይግበኣና እዩ ሓደ እኳ ንኣምላኽ ዝረኣዮ ከቶ የልቦን ንሓድሕድና እንተተፋቀርና ኣምላኽ ኣባና ይነብር ፍቕሩውን ኣባና ትፍጽም። ካብ መንፈሱ ስለ ዝሃበና ንሕና ኣብኡ ኸም እንነብር ንሱውን ኣባና ከም ዚነብር በዚ ኢና እንፈልጥ። እቲ ኣቦ ንወዱ ምድሓን ዓለም ኪኸውን ከም ዝለኣኾ ንሕና ርኢና ንምስክርውን ኣሎና። የሱስ ወዲ ኣምላኽ ምዃኑ ዚእመን ኣምላኽ ኣብኡ ይነብር ንሱውን ኣብ ኣምላኽ ይነብር። ንሕናውን ነታ ኣምላኽ ኣባና ዘላቶ ፍቕሪ ፈሊጥናያን ኣሚንናያን ኣሎና። ኣምላኽ ፍቕሪ እዩ። እቲ ኣብ ፍቕሪ ዚነብር ከኣ ኣብ ኣምላኽ ይነብር፣ ኣምላኽውን ኣብኡ ይነብር። ከምቲ ንሱ ዘለዎ፣ ከምኡውን ንሕና ኣብዛ ዓለም እዚኣ ኢና ዘሎና እሞ፣ ብመዓልቲ ፍርድስ ትብዓት ምእንቲ ኺህልወና፣ በዚ እታ ፍቕሪ ኣባና ተፈጸመት። ፍርሃትሲ ስቓይ እያ እተምጽእ፣ እቲ ዚፈርህ ከኣ ብፍቕሪ ፍጹም ኣይኰነን። እታ ፍጽምቲ ፍቕሪ ንፍርሃት ተባርራ ደኣ እምበር፣ ኣብታ ፍቕርስ ፍርሃት የልቦን። ንሱ ቅድም ኣፍቂሩና እዩ እሞ ንሕናውን ነፍቅር ኢና ንቲ ዝረኣዮ ሓዉ ዘየፍቅሮስ ነቲ ዘይረኣዮ ኣምላኽ ከፍቅሮ ኣይከኣሎን እዩ እሞ ንሓዉ እናጸልኦስ ንኣምላኽ ኣይፍቅሮ እየ ዝብል እንተሎ ንሱ ሓሳዊ እዩ እቲ ንኣምላኽ ዜፍቅሮ ንሓዉ ድማ የፍቅሮ ደኣ እዚ ትእዛዝ እዚ እዩ ካብኡ እተቐበልናዮ። ምዕራፍ ሓሙሽተ ንየሱስ ንሱ ክርስቶስ ምዃኑ ዚኣምን ዘበለ ዅሉ ካብ ኣምላኽ እተወልደ እዩ። ንወላዲ ዜፍቅሮ ዅሉ ኸኣ ነቲ ኻብኡ እተወልደውን የፍቅሮ። ንኣምላኽ ምስ እነፍቅሮ፣ ትእዛዛቱ እውን ምስ እንሕሉ፣ ነቶም ውሉድ ኣምላኽ ከም እነፍቅሮም በዚ ኢና እንፈልጥ። ፍቕሪ ንኣምላኽ ከኣ ትእዛዛቱ ኽንሕሉ እዩ እሞ፣ ትእዛዛቱ እውን ኣይከቢድን እዩ። ካብ ኣምላኽ እተወልደ ዘበለ ዅሉ ንዓለም ይስዕራ። እታ ንዓለም እንስዕረላ ስዕረት ከኣ ንሳ እምነትና እያ። ንዓለም ዝስዕራኸ እቲ ንየሱስ ንሱ ወዲ ኣምላኽ ምዃኑ ዚኣምኖ እንተ ዘይኮይኑስ መን እዩ? እቲ ብማይን ብደምን ዝመጸ እዚ እዩ፣ ማለት የሱስ ክርስቶስ ብማይን ብደምን እምበር ብማይ ጥራይ ኣይኮነን ዝመጸ። እቲ መንፈስ ውን ሓቂ እዩ እሞ እቲ መንፈስ እዩ ዚምስክር ዘሎ። እቶም ዚምስክሩ ኸኣ መንፈስም ማይን ደምን ሰለስተ እዮም እሞ ሰለስቲኦም ሓደ እዮም። እቲ ብዛዕባ ወዱ ዝመስከሮ ምስክር እዚ እቲ ምስክር ኣምላኽ እዩ እሞ ምስክር ሰብ እንቕበል እንተኾይንናስ ምስክር ኣምላኽ ካብኡ ይበልጽ እዩ። ብወዲ ኣምላኽ ዚኣምን እቲ ምስክር ኣብ ውሽጡ ኣለዎ። እቲ ንኣምላኽ ዘይኣምን ነቲ ኣምላኽ ብዛዕባ ወዱ ዝመስከሮ ምስክር ስለ ዘይኣመኖ ንእኡ ሓሳዊ ገይርዎ ኣሎ። ኣምላኽ ናይ ዘለኣለም ህይወት ከም ዝሃበና እቲ ምስክር እዚ እዩ እሞ፣ እዛ ህይወት እዚኣ ኣብ ወዱ ኣላ። እቲ ወዲ ዘለዎ ህይወት ኣላቶ። ወዲ ኣምላኽ ዘይብሉ ህይወት የብሉን። ንኣኻትኩም ብስም ወዲ ኣምላኽ እትኣምኑ ዘለኹም ናይ ዘልኣለም ህይወት ከም ዘላትኩም ምእንቲ ክትፈልጡ ኢለ እየ እዚ ጽሒፈልኩም ዘለኹ። ከምቲ ፍቓዱ ጌርና ሓዲ ነገር እንተ ለመንናዮ ይሰምዓና እዩ። እቲ ኣብኡ ዘሎና ትብዓት ድማ እዚ እዩ። ነቲ ዝለመንናዮ ዘበለ ከም ዝሰምዓና ኻብ እንፈልጥ ድማ፣ እቲ ኻብኡ ዝለመንናዮ ልማኖ ድሮ ኸም ዝረኸብናዮ ንፈልጥ ኢና። ሓደ ንሓዉ ናብ ሞት ዜብጽሕ ሓጢኣት ኪገብር እንተ ረኣዮ ይለምን። ኣምላኽውን ነቶም ናብ ሞት ዜብጽሕ ሓጢኣት ዝገበሩስ ህይወት ኪህቦም እዩ። ናብ ሞት ዜብጽሕ ሓጢኣት ኣሎ፣ ብዛዕባ እዚ ኣይኰንኩን ይለምን ዝብል ዘሎኹ። ዓመጻ ዘበለ ዅሉ ሓጢኣት እዩ። ናብ ሞት ዜብጽሕ ሓጢኣት ኣሎ። እቲ ኻብ ኣምላኽ እተወልደ ዘበለ ርእሱ ይሕሉ፣ እቲ እኩይውን ኣይትንክዮን እዩ። እቲ ኻብ ኣምላኽ እተወልደስ ሓጢኣት ከም ዘይገብር ንፈልጥ ኢና። ካብ ኣምላኽ ምዃንና ብዘላ ዓለምውን በቲ እኩይ ተታሒዛ ምህላዋ ንፈልጥ ኢና። ግናኸ እቲ ወዲ ኣምላኽ መጺኡስ ነቲ ብዓል ሓቂ ኽንፈልጦ ኢሉ ኣእምሮ ከም ዝሃበና ንፈልጥ ኢና። ንሕና ኣብቲ በዓል ሓቂ ኣብ ወዱ የሱስ ክርስቶስ ኢና ዘሎና። እዚ እቲ ናይ ሓቂ ኣምላኽን ናይ ዘልኣለም ህይወትን እዩ። ኣቱም ደቀየ ካብ ጣኦታት ተሓለዉ።